ሰላም ሰላም ክቡራት ተኸታተልተይ እንኳዕ ደሓን መጻኹም። ሰላም ቅኒኹም ክትኮን ተስፋ እናገበርኩ ሕጂ ኸ ናብዛ ሒዘያ ዘለኹ መደብ ብሓደ ኮይና ክንከታተል ኢና ሓደ ብሓደ ማለት እዩ ክትፈትዋ ክትፈትዋ ከዓ ተስፋ ይገብር ዝኾነ ርእይቶኹምን ኮሜንቶኹም ከዓ ክትፅሕፍለይ ትኽእሉ ኢኹም ክትፅሕፋለይ ትኽእላ ኢኽን ነዚኣ ምስራሕ ከዓ ኩሉ ዘድልየና ሓደ ብሓደ ክንርኢ ኢና ማለት እዩ ነዚ ንምስራሕ ኣብዚ ሩዝ ኣዳሊና ኣለና ሓፂበ ኣብ ድስቲ ገይረዮ ኣለኹ ሕጂ ማይ ይገብረሉ ኣለኹ ማለት እዩ ማይ ቁርተይ ኣብዚ ሓቢለ ክገብረሉ ይዓቐን ኣይረኣኹምን ሕጂ ሓዊ ይውላዓሉ ኣለኹ ክልቲኤን ክውልዐን እየ ነታ ናይ ሩዝን ነቲ ንሩዝ ዝኾነ ሰኽቲተዮ ዘለኹ ድስቲ ማለት እዩ እዚ ሕጂ ማይ ቁርብተይ ውሒድዎ ኣሎ ማይ ክውስኸሉ እየ ኩሉ ግዜ ዋላ ካብቲ ሩዝ ልዕል ዝበለ ማይ ክንገብረሉ ፅቡቅ ማለት እዩ ምክንያቱ እቲ ሩዝ ፅቡቅ ገይሩ ክበስለልና ስለ ዝኽእል ማለት እዩ ሕጂ ከምዚ ገይረ ኣነ ማይ ገይረሉ ኣለኹ ወይ ወሲኸሉ ኣለኹ ወይ እውን ብብኬሪ ክንዕቅን ንኽእል ኢና። ይቕሬታ ኣነ ኣብቲ ምዕቃን ኣይገበርኩን ንዓቆንኩ ክመፅእ ግን ተስፋ ኣይገብር ማለት እዩ ነዚ ሕጂ ማይ ገይርና ኣለና ሕጂ እዚኣ ካብ ወሊዕያ ኣለኹ እጂ ሽጉርቲ ገብረላ ኣለኹ ማለት እዩ ሽጉርቲ ቀይሕ ሽጉርቲ ተጠቂመ ኣለኹ ሓደ ዓካር ሽጉርቲ ከምዚ ገይርና እቲ ቪድዮ ከይነዋሓኒ ኢለ መቲሩ እየ ፀኒሐ ከምዚ ጌርና ነቲ ተጨቢጡ ዘሎስ ዝርዝሮ ማለት እዩ ሸንገድፎ ሓዊ ቁርብተይ ጽልው ክብል ምንታን ከምዚ ጌርና ነዚ ምስ እበልናዮ ከዓ እዚ ስጋዕ ዝብለይ ዓሳ ኣብዚ ቀሪበ ኣለኹ ብካልእ ክስክትቶ እየ ነዚ ዓሳ ከዓ ከም እንሪኦ ዘለና ማለት እዩ ናይ ላክስ ዓሳ እዩ። ሕጂ ነዚ ቀርበቱ ክቐልጠ ቅልጥ ቅልጥ ኢሉ ዝኸይድ ቅልጥ ቅልጥ ኣቢልና ንሰዶ ብድሕር እዩ ነቲ ነብሎ ማለት እዩ። ኣነ ሓፂበየ እየ ኣየርኣኸኹምን ሓፂበዮ ሕጂ ቀሊጠ ኣለኹ ቀሊጠ ኣብ ረቂቕ ረቂቕ ገይረ ከዓ ነቲረዮ ኣለኹ ማለት እዩ ኣርቂቐዮ ኣለኹ ረጒድኒ ነይሩ ሕጂ ከምዚኣ ጌርና ነርቅቆ ንኽእል ኢና ኣብ ደስ ዝበለና ዲዛይን ንገብሮ ንኽእል ኢና ኣነ ሕጂ በዚኣ ገይረ ከብስሎ ከምዚኣ ገይረ ወሊዐያ ኣለኹ ውልዕ ኣለኹ ማለት እዩ ነዚኣ ከምቲ ናትና ሓዊ ማእኸላይ ገይርና ንውልዖ ሕጂ ሰለስተ ድስቲ ይውልዕ ኣለኹ ማለት እዩ እታ ሓንቲ ነቲያ ናይ ሩዝ እታ ሓንቲ ነታ ናይ ዓሳ እታ ሓንቲ ከዓ እታ ሽጉርቲ ዝቐልወላ ዘለኹ ኣብ መወዳእታ ክንሪኣ ኢና እንታይ ከም ትኸውን ህጂ ፓፕሪካ እያ ነ ፓፕሪካ ምትሮ እዮ ፀኒሐ ፓፕሪካ ህጂ ከምዚ ገይረ ይውስኸሉ ኣለኹ ማለት እዩ መቲሮ እዮ ፀኒሐ ኣነ ምክንያቱ ቢዶ ስለ ዝነውሕ ነቲ ምርኣይ ነቲ ኩሉ ምሉ ኮይኑ ላዓሊ ከይኸውን ከምዚ ገይረ መቲሮ እዮ ፀኒሐ ኣለኹ ከምዚ ጌርና ከዓ ንሓዋውሶ ማለት እዩ ዘይቲ ከይገበርና በቃ ከምኡ ገርና ጥራይ ንግበሮ እዚ ከዓ ኳርት እዩ ካሮት ከምቲ ዘድልየና ዲዛይን ገርና ንመትሮ ንኽእል ኢና ኣነ ከምዚ ገይረ ተጠቒመ ኣለኹ ሓደ ኣርባዕተ ካሮት ተጠቒመ ኣለኹ ግን ደቅቕ ዝበለ እዩ ነይሩ ማለት ፍሩይ ገጀት ይኮነን ከምዚ ጌርና ንሓዋውሶ ሕጂ ጠስሚ ይገብረሉ ኣለኹ ኣነ እቶም ጠስሚ ናይ ንደሊ ግን ኦሊቨር ኦይል ክንገብር ንኽእል ኢና ካብዚ ዓይነት ጠስሚ እዚ ገይረሉ ኣለኹ ኣነ ዘይት ክገብረሉ ኣይደልኹን ጠስሚ እየ ኣነ ተጠቒመ ንሕና ግን ዘይቲ ክንጥቀም ንኽእል ኢና ደስ ዝበለና ኣብዚ ግድን ኣይኮንናን ጠስሚ ክንጥቀም ሕጂ ነዚ ኸኣ ቀመም ክገብረሉ እየ እዚ ጨው እዩ ጨው ይገብረሉ ዋላ ብላዕሊ እውን ክንገብረሉ ንኽእል ኢና ኣነ ሕጂ ግን ኣብዚ ይገብረሉ ኣለኹ ጨው ጨው ሕጂ ኸዓ ጸሊም በርበረ በርበረ ጸሊም ሽፋ ፌፈ ማለት ንገብረሉ ኣለኹ ሕጂ ከምዚ ጌርና ነዚ ከኣ ኡ ኩስኩስ ነብለሉ ኣብቲ ሓደ ናይ ሰላጣ ከማን ኣለዎ ኣነ ግን ምርር ክብለልና ስለ ዝደለኹ ካብዚ ይውስኸሉ ኣለኹ እዚ ከኣ ፓፕሪካ እዩ ፓፕሮኒ ኣይመርርኒ ሕብሪ ጥራይ እዩ ጽቡቕ ዝገብረልካ እምበር ኣይመርርኒ ከምዚ ገይረ ይገብረሉ ኣለኹ ማለት እዩ ብጣዕሚ ፅቡቅ እዩ ግን ከምዚ ገይርና ክንገብረሉ ዋላ እቲ ሕብሩ ፅቡቅ ይኸውን ካብ ፅዕድው ዝብል ንሕና ንፈትዎ ኢና ከምዚ ገይርና ሕጂ በቲኣ ጸቢባትንስ በታ ገፋሕ ይገብር ኣለኹ ኣነ ሕጂ በታ ገፋሕ ገይረ ይውስኸሉ ጸኒሐ ሕጂ ካልእ ከኣ ክንገብረሉ ኢና እዚኣ ቀመምያ ናይ ዓሳ ኢልካ ዝተዳለወት ካብ ናይ እንዳ ቱርኪ ዓዲ ገያ ከምዛ ንሪኣ ዘለና ኣብዚ እውን ፀሊም በርበረ ኣለዎ ኣብቲ ውሽጢ ማለት እዩ እዚ ተንቢብናዮ ግን ኣነ እንደገና ፀሊም በርበረ ወሲኸሉ ኣለኹ እዚ ንዓሳ ኢልካ ቀመም ብዙሕ ዝኣተዎ ዝተዳለወ እዩ ኣነ ሕጂ ከምዚ ገይረ ሓደ ማንካ ክገብረሉ እዩ ማንካ ናይ ሻሂ ማለት እዩ ማእኸለይቲ ናይ ሻሂ ዘላ ከምዚ ገይረ ይገብረሉ ከምዚ ምስ ገበርናሉ ብሓንሳብ ገይርና ከነዳውሶ ንኽእል ኢና ወይ ኣብ ዓሚቝ ውን ክንገብሮ ንኽእል ኢና። ኣነ ግን ኣብታ ጣውላ እየ ገይረያ፣ ምኽንያቱ ካልእ ጣዕሳ ይጨኑ ስለ ዝኾነ ወይ ዝኾነ የብል ስለ ዝኾነ ኣብኣ ገይረ የዳውሳ ዘለኹ ሓፂበያ ኣብኣ ገይረ ከዓ የዳውሳ ኣለኹ። እዚኣ ጣውላ ሕጂ ናሃሳ እያ፣ ናይ ስጋ ናይ ዓሳ እዩ። ዝኾነ ክህልወ ስለ ዝኽእል ኣብኡ ኣይንግበረሉ እቲ እቲ እቲ ጣውላስ እንድኾነ ኣይንጠቐመሉ ኣነ ሕጂ ናይ ዓሳ ናይ ስጋ እየ ዝጥቀመሉ ዘለኹ ካልእ ክፅይቕ ስለ ደይደለኹ ዓሳ ይጨኑ ስለ ዝኾነ ከምዚ ጌርና ጽቡቅ ጌርና ነዳውሶ ከምዚ ጌርና ጽቡቅ ጌርና ምስ ኣዳወስናዮ ኣብቲ ድስቲ ክንገብሮ ኢና ከምዚ ጌርና ብጣዕሚ ጽቡቅ ጌርና ምስ ኣዳወስናዮ እቲ ጓንተ ይረኣይዎ ሕጂ ቢልሎ እቲ ጓንተ ንበዓሉ ክጨኑ ስለ ዝኾነ ኣብዚ ኣብዚ ሕጂ ጠስሚ ገይረሉ ኣነ ኣብዚ ባዴላ ኢለ ንዑ ዘዳለኽዎ ጠስሚ ገይረሉ ነቲ ዓሳ መቕለዊ ጠስሚ ገይረሉ እቲ ኣብ ባዴላ ማራረሲና ፀኒሓ ረእዮ ትብለላ ማለት እዩ ፀገም የብሉን ግን ሕጂ ኣብኡ ክእትዎ እዚ ነዚ ዓሳ ዝኾነ ጌርና ክንሰርሖ ንኽእል ኢና ወላ ከምዚ ዝጥበስ ብሕሩጭ ጌርና እውን ክንሰርሖ ንኽእል ኢና እቴም ቆላውዕ ወይ እውን ንሕና ንፈትዎ ንሕናን ደቅና ንፈትዎ ጌርና እቶም ቆልዑት ዘይብልና ከዓ ከምቲ ንፈትዎ ጌርና ክንሰርሖ ንኽእል ኢና ወላ ብሕሩጭ ጌርካ እውን ከምዚ ሓኹም ሓኹም ዝብል ወይ ንቑጽ ዓይነት ጌርካ ጌርና ክንሰርሖ ንኽእል ኢና፣ ግን እቲ መቐረት ከይጠፍእ እቲ ዓሳ እውን ብዙሕ ሓዊ ስለ ዘየድልዮ ቁርብተይ ጥሩ ጥሩ ጥራይ ወይ ብዘይቲ ቀላሊኻ ክትበልዑ ኖርማል ተኮይንኩም ክትገብርዎ ትኽእሉ ኢኹም። ኣነ ኣይደለኹን ብዘይትታት ክጠብሶ ከምዚያ ገይረ ኣብዛ ባዴላይ ይገብሮ ሕጂ ሓዊ ኣትሒተያ ኣለኹ ምክንያቱ ረሲና ፀኒሓ ማራ እዚ ግን ብዙሕ ሓዊ ስለ ዘየድልዮ ክልተ ጥራይ ገይረላ ኣለኹ ኣነ ኢደይ ጓንቲ እዚ ጓንቲ እዚ ጣውላ ነጂ ብፅፉፍ ኣብ ትድጓሓፍ ኣብ ድጓሓፍ እቲ መሕፀዊ ከዓ ተጠንቂቕና ክንሓፅበለና ማለት እዩ ዝኾነ ካልእ ከይፅይቐልና ፎኸጨንወና ገይረ ሕጂ ይግምጥሉ ኣለኹ ኣነ ሓንቲ ግዜ ግምጢ ኢለ ኣለኹ ቀስ እናበለ ሕጂ ሓንሳብ የፀንሕኒ ኣብኣ ከላ እያ ትውድእ እዚ ከዓ ጨው ይገብረሉ ኣለኹ ምስኡ ክማቐር ምእንታን ክመቅር ምእንታን ምስቲ ሩዝ ኣብቲ ሩዝ የእትወሉ ኣለኹ ቀሪቡ ረኣይዎ ከማን በስ እዩ እዚ ብሮኮሊ እዩ፣ እዚ ብሮኮሊ እዚ እቲ ጉንዲ ኣይንጓሓፎ በቲ መቕረፍ ድንሽ ጌርና እሞ እቲ ሕማቑ ንሰዶ ማዕኮሪ ከዓ ንሰዶ ብድሕሪኡ መቲርና ነምጦ ረይ ኣነ ህጂ ጨዳዲደ ከምዚ ገይረ ጨዲደ ክሞትረዮ ደቂቕ ገይረ ከትወ ዓይን ጉሓፎ ቀደም ይጉሕፎ ነይረ ሎም ግን ኣይጉሕፎን እንዚኣ ገይረ ትጥቀመሉ የት ኣለኹ ሕጂ ናትክን ርእቶ ከዓ ሃባኒ ትጉሕፎኦ ዲኽን ኣይትጉሕፎኦን ናይ ብሮኮሊ እቲ ጉንዲ ንሃሱ መትሓዚ ማለት እዩ ኣነ ኣይግሕፎን እየ ኮይነ ሕጂ ነዊሕ ገይረ ቅርፍ ቅርፍ ኣቢለ ነቲ ፅልም ዝበለ ከምዚያ ገይረ መቲረ ይገብሮ ሕጂ ከዲነ ኣለኹ እቲ ሃፋ ከይወፅእ ምንታን ሕጂ ሩዘይ ወዲኡ እዩ ሩዝ ወዲኡ እቲ ዓሳውን ወዲኡ ከጥፍኤ እየ ሕጂ ንእሽተይ ወሲኸላ ጸኒሐ ቁርብተይ ክልተ ምስ ገበርክዎስ ማራ ትሕት ኢሉ ሕጂ ኣርባዕተ ገይረ ጸኒሐ ሕጂ ኣጥፍኤዮ ማለት እዩ ሓዊ ኣየድልዮን እዩ ቁርብተይ ፅልው ፅሉ ጥራይ እዚ ኣሕምልቲ ከዓ ሓዊ ብዙሕ ኣይንህርሞን ኢና ግሩፕ ከ ከዓ የእትየሉ ዝኩኒ ይቕሬታ ዝኩኒ ከዓ የእትየሉ ኣለኹ ብላዕሊ ማለት እዩ ኣይ ብዙሕ ሓዊ ኣይነበርሞን ኢና ቁሩብተይ ጥራይ ስልቅ ክብል በታ መክደኒ ጌርና ክድን ነብሎ ብድሕሪኡ ቀልጢፍና ካብ ሓሙሽተ ክሳብ ሸውዓተ ደቂቕ ተጌርናሉ ይኣኽለይ ኣብዚ ኣነ ካብቲ ብሕምልቲ ዝተዳለወ ጨውን ምሕምልትን ዝተሓወሰ ካብኡ ክገብረሉ ኣነ ሕጂ ቁርተ ገይረ ኣለኹ። ምክንያቱ ኣብቲ ሩዝ ጨው የእትየ ስለ ዝኾንኩ እቲ ሩዝ ናብኡ ክግምጥሎ ስለ ዝኾንኩ ኣይ ከብዝሓሉ ኣይክል ማለት እዩ። ከይበዝሓና ከዓ ሕጂ ካብዚ ከዓ ይገብረ ኣለኹ ፓፕሪካ ዝጥሑን ማለት እየ ፓፕሪካ ተበልኩ። እዚ ቀመም ዘዳለኽዎ ባዕለዩ ብዙሕ ኣቑፅልቲ ኣለዎ ሕጂ ኣብኡ ይውስኸሉ ኣለኹ ተሊና ክንገብረሉ ንኽእል ኢና ዘይተሊና ከዓ ደለና ቀመም ባዕልና ክንገብር ንኽእል ኢና ዋላ ካልእ ቀመማት እውን ክንውስኽ ተደሊና ክንውስኸሉ ንኽእል ኢና ኣነ ግን እዚ ይኣኽለኒ እዩ ባዕለይ ዘዳለኽዎ ቀመም ኣብ ቤት ኣለኹ ነዳውሶ ብድሕሪኡ እታ ሩዝ ወዲኣ ኣላ ነዛ ሩዝ ከዓ ናብኣ ክንገምጥላ ኢና ኣገምጢለ ኣለኹ ሕጂ ከዳውሰ እየ ፅቡቅ ጌርና ነዳውሶ ነይ እንደልት ኮይና ትሩዝ ክንገድፎ ንኽእል ኢና ኣነ ግን የድልየኒ ስለ ዝኾን ክሰርሐ ኣለኹ ማለት እዩ ጽቡቅ ጌርና ነዳውሶ እዚ ጣዕሳ እዩ ገምጢለዮ ኣለኹ ከምዚ ትርእይዎ ዘለኹም ማለት እዩ እታ ሩዝ ከዓ ረእይዋ ኣዳዊሰያ ሕጂ ኣብ ኩለ ነንሕዲኡ በሲሉ ስለ ዝኾነ ከጥፍኤ ሓዊ እዚኣ እታ ሩዝ ተጠቐምኩላ ኣነ እዚኣ እዚ ዓይነት እዚኣ ሩዝ እየ ተጠቒመ ሕጂ እቲ ኑን በዓሉ ረሲኑ ስለ ዝፀንሐ ከማኒ ብጣዕሚ እዩ ኣሽሉቕ ዘብሎ እቲ ሕምልትስ ኣይደልን እዩ ብዙሕ ሓዊ ኣየድልየናን እዩ ኣጥፍየ ኣነ ሓዊ ሕጂ ሮተቢት ክንገብር ኢና ሮተቤት እንገብረሉ ኢና ከምዚ ትርእይዎ ዘለኹም ፍሬሽ ግን ኣሎ ኣነ ሕጂ ከምዚ ዕሹግ ኣምፅየ ዘለኹ ፍሬሽ ኣሎ ኣብዚ ገይረ ኣለኹ ገምጢረ ነዚ ሕጂ ረቂቕ ጌርና ምትር ምትር ከነብሎ ኢና ቅድም ጊን ክረስትነልና ምእንታን እቲ ባዴላ ራይዎ እቲያ ዓሳ ክጥቀመላ ዝጸናሕኹ ሓጻጺበ ሕጂ ኦሊቨል ኦይል ይጥቀም ኣለኹ እዚ ኦሊቨል ኦይል ገብረ ኣለኹ ኦሊቨል ኦይል ወይ እውን ካልእ ክንገብር ንኽእል ኢና ንሕና ኣነ ሕጂ ቁርብተይ ወሊዐዮ ኣለኹ እቲ ሓዊ ዘይት ገይረሉ ነዚ ከዓ ኣርቅቕ ኣቢልና ንመትሮ ወይ ከዓ ከምቲ ደስ ዝበለና ኣማታትራ ክንመትሮ ንኽእል ኢና ብዙሕ ሽግር የብሉን ንሱ ነቲ ምምታር ማለት እዩ ከምዚ ገይረ ኣነ ይግምጥሎ ኣለኹ ናብኡ ፍረሽ ግን ኣሎ ከምዚ ፍረሽ ኣሎ ደሓን ሓደ መዓልቲ ክንሰርሖ ኢና ብሓደ ፍረሽ ኣብ ገዛይ ኣጋጣሚ ከምዚ ስለ ዝጸንሓኒ ከምዚ እውን ንጥቀም ኢና ንሕና ሓደ ሓደ ግዜ ተምጽኦ እቲ ስፔዛ እቲ ሓደ ከይወዳኸየ እቲ ሓደ ስለ ዘብል ኣፍርጅ እዚ ይጸንሓለይ ይቕምጥ እያ ንኸምዚ ከምዚ ስነምጺና ንክብል ኢለ እየ ፍረሽ ከዓ ኣሎ ክንገዝእዎ ንኽእል ኢና ብፍረሹ ከዓ ከምዚ ገይረ ኣዳዊሰ ኣለኹ ኣነ ሕጂ ዕፁብ ክነብሎ ኢና ርህፅ ክብል ቁርብተይ ብድሕሪኡ ክነዊሕ ኣይነፅንሖን ኢና ነዚ ሓዊ ብዙሕ ምህራም ኣየድልዮን እዩ ተጸኒሕና ካብ ሸውዓተ ደቂቅ ክሳብ ዓሰርተ ደቂቅ እዚ ሕጂ ኣነ ገምጢለዮ እየ ካልኣይ ጸኒሐ ኣይረኣኹኹምን ቢዶ ነዊሑ ከይከውን ኢለ ሓንቲ ግዜ ከምዚኣ ገይረ ኣዳውሰዮ ሕጂ ካልኣይ ኣዳውሰ ማለት ሕጂ ሓዊ የጥፍኦ ኣለኹ ረዮ ኣኸልኹ ግምጢ ረዮ ቁርጡ ኢና ጽልው ጽልው ነብሎ ሕጂ ከምዚኣ ትመስል መግብና ኩሎ ተዳልዩ ኣሎ ሕጂ እዚኣ መግብና ከምዚኣ ትመስል ክትፈትዋ ክትፈትዋ ከኣ ተስፋ ይገብር በዚኣ ሩዝ ሕጂ ነዚኣ ትመስልናቲ ብጣዕሚ ጽቡቕቲኣ ኣነ ንሕና ንፈትዎ ኢና ከምዚ ጌርኩም ክትምገቡ ከዓ ክትፍትንኣ ክትፍትንዎ ተስፋ ይገብር እዚ እንተለ ኸኣ ምስ ባኒ ክንበልዕ ተደሊና ውን እቲ ዓሳን እቲ ሩዝን ኣብ ባኒ የእቲና ውን ክንበልዖ ንኽእል ኢና። ግድን ኣይኮነን ከምዚ ጌርና ክንበልዖ ኣብ ብያትና ከምዚ ጌርና ውን ማንካና ጌርና ክንበልዖ ንኽእል ኢና። እሺ በሉ ብኻልእ ቢዶ ክሳብ ዝምለሰኩም ሰሰናዩ ቻው ቻው።